ሰላምን ጥዕናን በብዘለኹምዎ ንዓኹም ይኹን ክቡራት ተኸታተልቲ ትግራይ ሚድያ ኔትወርክ። ንሎሚ ኣብዚ ሰሙን ኣብ ጉዳይ ፖለቲካ ትግራይ ዙርያ ዝነበሩ ጉልህ ዝበሉ ንጥፈታት ሒዝናልኩም ኣለና። ንምክትታልኩም ድማ ብኽብሪ ንዕድም። ፈላማይ ዜናና ኣብ ትግራይ ክልተ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ዝተኻየደ መድረኽ እዩ። መድረኽ ጉባኤ ትካላት ሃይማኖት ትግራይ ተሳሊጡ። ኣብቲ መድረኽ ዝተሳተፉ ካብ ሸውዓቲኤን ትካላት ሃይማኖት ትግራይ ዝተወፃፅኡ ኣስታት ሚእትን ዓሰርተን ዝኾኑ መራሕቲ ሃይማኖትን ሓለፍቲ ኣብያተ ፅሕፈትን እተን ትካላት እንትኾኑ ከም ትካል ሃይማኖት መበገሲ ዝገበረ ኣስተምህሮ ሰላም ብምጥንኻር

ኣብቲ እዋን ፕረዚደንት ሌተናል ጀነራል ታደሰ ወረደ ፖለቲካዊ ፀገም ትግራይ ብሓይሊ ከምዘይፍታሕ ብኹሉ ኣንፈት ዘሎ ኣካል ክግንዘብ ይግባእ ኢሎም። ፖለቲከኛታት ዝፈጠርዎ ፀገም ቀንዲ ዋኒን ትግራይ ክርሳዕ ዝገበረ እዩ ዝበሉ ፕረዚደንት ታደሰ ወረደ ፀገም ትግራይ ብሓይሊ ከምዘይፍታሕ ብኹሉ ኣንፈት ዘሎ ኣካል ክርዳእ ይግባእ ድማ ኢሎም።

ፖለቲካዊ ምጥልላፍ ዝወለዶ ፀገም ኣብ ምእላይ ግደ ትካላት ሃይማኖት ዕዙዝ ክኸውን ኣተሓሳሲቦም። ፀገማት ትግራይ ብሰላማዊ መገዲ ክፍትሑ ትካላት ሃይማኖት ዘተ ልዝብን ይቕረ በሃላይነትን ክፍጠር ኣፅዒቐን ክሰርሓ ዝፀውዑ ድማ ሓላፊ ቤት ፅሕፈት ብዙሃነትን ርክባት ህዝብታት ኣይተ ካልኣዮሰፋ ዮም። ኣይተ ካልኣይ ኣሰፋ፣ ግደ ትካላት ሃይማኖት ኣብ ህንፀት ሰላምን ሓድነትን ትግራይ ብዝብል መበገሲ መዛተዪ ፅሑፍ ኣቕሪቦም። ኣብ መራሕቲ ዝፍጠር ኣፈላላይ ብሰላማዊ መገዲ እንተዘይድኣ ተኣልዩ ንትግራይ ዕዳ እዩ ዝገድፍ ብምባል፣ ድሕሪ ኹናት ኢትዮ-ኤርትራ ኣብ ሽሕን ትሽዓተ ሚእትን ቴስዓን ሰለስተን ዓ.ም ንዝተፈጠረ ክፍፋል መሪሕነት ከመ ኣብነት ብምልዓል ኣረዲኦም። ምትፍናን ምንዕዓቕን ፖለቲከኛታት ስዒቡ ኣብ ትግራይ ሓድነት ዝሽርሽሩ ድሕረታት ከም ባህሊ ይሰርፁ ኣለዉ ዝበሉ ኣይተ ካልኣዩ፣ ጉባኤ ትካላት ሃይማኖት ትግራይ ንዘለዎ ድኽመት ኣሪሙ ልዑል ፃዕሪ ክገብር ፀዊዖም። እቲ ዝቕፅል ዛዕባና ድማ ጉጅለ ቀረፃ ቲቢኤስ ተፈቲሖም። ኣብ ከተማ ኣኽሱም ተኣሲሮም ዝቐነዩ ጉጅለ ቀረፃ ቲቢኤስ ክልተ ሰነ 2017 ዓ/ም ኣጋይ ምሸት ተፈቲሖም ኣለው። 29 ግንቦት 2017 ዓ/ም ኣብ ከተማ ኣክሱም ተኣሲሮም ዝነበሩ ኣባላት ጉጅለ ቀረፃ TBS ክልተ ሰነ 2017 ዓ/ም ኣጋይ ምሸት ከምዝተፈትሑ ተገሊፁ ኣሎ። ምስ ምእሳር እቶም ኣባላት እቲ ትካል ተታሒዙ ካብቲ ትካል ጀሚሩ ብዙሓት መግለፅታት ክወፁ ምቕናዮም ዝፍለጥ ዩ። ካብዚኣቶም ሓደ ባዕሉ ትካል TBS ዩ። ኣብ ከተማ ኣኽሱም ዕስራን ትሽዓተን ግንቦት ክልተ ሽሕን ዓሰርተ ሸውዓተን ዓ.ም ብዘይ ገበን ዝተኣሰረ ጉጅለ ቐረፃ TBS ብህፁፅ ክፍታሕ ዝብል ሕቶ ቐሪቡ ነይሩ ዩ። እቲ ትካል ከም ዝሓበሮ፣ ነገዳይ ማሕበረሰብ ከተማ ኣኽሱም ብተደጋጋሚ ኣጋጢሙኒ ንዝበሎ ናይ ሰናይ ምምሕዳር ፀገም ንምዕዛብ ምስ ግዳያትን ዝምልከቶምን ናይቲ ከተማ ሓለፍቲ ቃለ ምልልስ ንምግባር ዕላማ ዝገበረ እዚ ወፍሪ መን ፈቒዱልኩም ብዝብል ተኣሲሮም ከም ዘለዉ ዩ ሓቢሩ ነይሩ። ማእሰርቲ እዞም ክኢላታት ማእሰርቲ ድምፂ ሓፋሽ ካብ ምዃን ብተወሳኺ ኣብ ትግራይ ናይ ዘለዉ ገንጋን ፀረ ዲሞክራሲ ኣካል ገይርና ኢና ንወስዶ ስለዝኾነ ፍፁም ተቐባልነት የብሉን ክብል ቲቢኤስ ሚዲያ ኣቃሊሑ እዩ። ቴሌቪዥን ቲቢኤስ ብዘይ ኣግባብ ዝተኣሰሩ ሰራሕተኛታት ትካለይ ይፈትሑ ክብል ናብ ቢሮ ሰላምን ፀጥታን ትግራይ እውን ብደብዳቤ ኣፍሊጡ እዩ። እቲ ብ ዕስራን ትሽዓተን ግንቦት ክልተ ሽሕን ዓሰርተ ሸውዓተን ዓመተ ምህረት ብዘይ ኣገባብ ኣብ ከተማ ኣክሱም ከምዝተኣሰሩ ዝገልጽ ደብዳቤ ኣብ ትግራይ ከምዚ ዓይነት ስጉምቲ ኣብ ልዕሊ ሰው ሞያ ሚድያ ምክያዱ ሓደገኛ ክብል ጸብጺብዎ እዩ። ኣብዚ ጉዳይ ኣመልኪቱ ቤት ጽሕፈት ውድብ ህወሓት ከተማ ኣክሱም ድማ ዘይሕጋዊ ቀረጻ ከካይዱ እዮም ተረኺቦም ዝብል ግብረ መልሲ እዩ ሂብሉ ነይሩ። TBS እውን እቲ ቤት ጽሕፈት ዝሃቦ ግብረ መልሲ ንብዙሓት ዘገረመ ሕዚ እውን መንግስትን ውድብን ክፈላለዩ ከምዘይኽእሉ ዘመላኸተ ነይሩ ክብል እዩ ነቒፍዎ ዘሎ። እዚ ካብ TBSO ወጻኢ እውን ካብ ብዙሓት ዝተወሃቦ ርእይቶ እዩ። ቤት ጽሕፈት ሰላምን ጸጥታን ከተማ ኣኽሱም እውን ናይ ቤት ጽሕፈት ህወሓት እቲ ከተማ ተመሳሳሊ መልሲ እዩ ሂብሉ። ማሕበር ጋዜጠኛታት ትግራይ እውን ምሳር ጋዜጠኛታት TBS ሚድያ ንሕጊ ናጽነት ሚድያ ዝዳፋእ ስለዝኾነ ዘይምልከቶም ኣካላት ፀጥታ፣ መንግስታዊ መሓውርን እቶም ትካላት ብህፁፅ ክፍትሑ ክሰርሕ ሓደ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ኣብ ዘውፀ መግለፂ ሓቲቱ ዩ። ጋዜጠኛታት ሓበሬታ ንምርካብ ብነፃ ናይ ምንቅስቓስ ምፅብፃብ መሰል ኣለዎም። ጥፍኣት እንተልዩዎም ውን እቲ ሚድያ ዩ ብሕጊ ዝሕተት። ካብዚ ወፃኢ ዘሎ ኣከያይዳ ዘይሕጋዊ ስለዝኾነ ኣብ ልዕሊ ሰሙያ ሚድያ፣ TBS፣ ዝተገበረ ማእሰርቲ ይኹንን ክብል ማሕበር ጋዜጠኛታት ትግራይ ኣብ ዘውፅኦ መግለፂ ኣመልኪቱ ዩ። እቲ ካሊእ ዛዕባና ካብቶም ውሳነ ላዕለዎት ኣዘዝቲ ሰራዊት ትግራይ ዝተቓወሙ ሓደ ዝኾነ ጀነራል ወደንጥሩ ኣብ ቀረባ እዋን ናብ ሓራ መሬት ወፊሩ ምዋሉ ዝዝከር ዩ። ጀነራል ወዲ እንጥሩ ኣብዚ ቀረባ ቃለ መሕትት ኣብ ዝሃበሉ እዋን ናብ ሓራ መሬት ዘውፀእና ምኽንያት ኣብ ዓድና ሰላማዊ ህይወት ዘይምህላዉ ከምኡ እውን ኣምባገነናዊ ስርዓት ተተኺሉ ብምህላዉ ዝብል መብርሂ ሂቡ ምንባሩ እውን ኣይርሳዕን። ሕዚ ድማ ጀነራል ወዲ እንጥሩ ናብ ጠቅላይ ሚኒስትር ኣብይ ኣሕመድ ተፀዊዑ ከም ዝተዘራረበ ይግለፅ እዩ ዘሎ። ብብልፅግና ክትትል ክግበረሉ ከም ዝጀመረ እውን ተሓቢሩ እዩ። ክልተ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ጀነራል ገብረእግዚኣብሄር በየነ፣ ወደንጥሩ፣ ብኣብይ ኣሕመድ ዓሊ ናብ ኣራት ኪሎ ቤተ መንግስቲ ተጸዊዑ ውዒሉ ተባሂሉ ኣሎ። ምኽንያት መጸውዒኡ ድማ ንዕኡ ብስውር ዝከታተሎ ኣባላት ድሕነት ኣብይ ኣሕመድ ወደንጥሩ ብጅቡቲ ገይሩ ናብ ካናዳ ንኽወጽእ ጻዕሪ ይገብር ምህላዉ ስለዝሓበሩ ከምዝኾነ'ዩ ፍልፍላት ሓቢሮምለይ ይብል ዝረኸብናዮ ሓበሬታ። ብተወሳኺ ሌተናል ጀነራል ሞላ ሃይለማርያም ካብ ሓደ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ጀሚሩ ንጀነራል ወዲ የሸብርን ንጀነራል ወዲ የንጦሮን ብፍሉይ ንኽከታተል ብጀነራል ኣበባው ታደሰ ገዛዓዮ ተዋሂቡዎ'ሎ ተባሂሉ'ሎ። ጀነራል ገብረእግዚኣብሄር በየነ ወዲ የንጦሩ ሓደ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ንኣክሱማውያን ሚድያ ኣብ ዝሃቦ ሓበሬታ ድማ ከምቲ ዝብሉዎ ዘይኮነስ ከምቲ ንሕና ንፈልጦ ኣብ በረኻ ዘሎ ሌንጀርና እውን ብጉድሳት ዝተገዝኣ እምበር ብፌደራል ዝተደጎመ ኣይኮነን ዝብል ሓሳብ ሂቡ እዩ። ብኣንፃሩ ተስፋይ ንጉስ ራያ ዝተብሃለ ደጋፊ ሓራ መሬት ዝነበረ ንወደንጦር ክፍክር ኣብ ማሕበራዊ ሚድያ ተራእዩ። ነዚ ስዒቡ እውን ኣብ ሓራ መሬት ምክፍፋላት ይረኣ ኣሎ ዝብል ሓበሬታ እዩ ዝንዛሕ ዘሎ። ተስፋይ ንጉስ ገበነኛ እዩ ዝብል ሓበሬታ ዝህቡ ካብ ደገፍቲ ሓራ መሬት፣ ኣብዚ ሰሙን ጥራሕ ብሓሳብ ዝተቓወምዎ ሰባት፣ ግዳይ ሞቱ ገይርዎም እዩ ዝብል ሓበሬታ እውን ኣሎ። እንትቕፅል እቲ ወሃቢ ሓበሬታ ተስፋይ ንጉስ ራያ ምስ ተኸተልቱ ስበር ራያ ኢና ንሕና ራያ ሃገር ክትከውን ኢና ንቃለስ ዘለና ዝብሉ ሸውዓተ ሰባት ኮይኑ ብሕውእ ወገናት ከም ዝቐተለ እዩ ዝሕብር። ሕዚ ድማ እቲ ገበን ዝተፈፀመ ተፃርዩ ምስ ተወደኣ ተታሒዙ ክፃረ ከም ዘለዎ ንጀነራል ወዲ ንጥሩ ምስ ተነገሮን ክኣስሮም ምስ መኮረን ድማ ብስበር ራያ ዝበሃል ዕጡቕ ፀዊዑ ኣብ ልዕሊ ወዲ ንጥሩ ስጉምቲ ንክውሰድ ትእዛዝ ኣመሓላሊፉ ተኹሲ ከፊትሉ ነይሩ ይብሉ። እዚ ከምዚ እናሃለወ፣ ኣመራርሓ ሰራዊት ምክልኻል ኢትዮጵያ ካብ ስርሖም ይለቁ ኣለዉ ተባሂሎም ብርክት ዝበሉ ጀነራላት ካብ መከላከያ ኢትዮጵያ ዝተሰናበቱ እንትኾኑ፣ ንክሰናበቱ ደብዳቤ ምእታዎም እውን ተፈሊጡ እዩ። ካብዚኣቶም ድማ ሌተናል ጀነራል ኣስራት ዲነሮ፣ ዋና ሓላፊ መምርሒ መከላከያ ሜጀር ጀነራል ኣለሙ ኣየሌ፣ ምክትል ኣዛዚ ደቡባዊ እዝ ሎጂስቲክ ዝነበረ ሜጀር ጀነራል ለገሰ ለምቦ፣ ምክትል ኣዛዚ ኮማንዶን ኣየር ወለድን ኮማንድ ሎጂስቲክን ዝነበረ በርጋዴር ጀነራል ማርየ በየነ፣ ኣዛዚ ሰሜናዊ ምዕራብ ትእዛዝ ኮር ዝነበረ በርጋዴር ጀነራል ሻምበል በየነ፣ ኣዛዚ ክፍለ ሰራዊት ሰላሳን ሓደን ዝነበረ በርጋዴር ጀነራል ዳዊት ዮውሃንስ፣ ካብ ደቡብ ሱዳን ወተሃደራዊ ኣታቻ ዝነበረ በርጋዴር ጀነራል ኣበበ በየነ፣ ኣብ ምቁጽጻር ምክልኻል ሓላፊ ክፍሊ ምክልኻል ሓደጋ ዝነበረ በርጋዴር ጀነራል ካሳ ዶሚሌ፣ ኣብ ሰሜናዊ ምዕራብ እዝ ኣዛዚ ኮር ዝነበረ ብርጋዴር ጀነራል ሲሳይ ወልደኒ ኣብ ምቁጽጻር ምክልኻል ሓላፊ ክፍሊ ድሕንነት ዝነበረን ምዃኖም'ዩ ተገሊጹ ዘሎ። እዚኣቶም እቶም ዝተገለጹ ትሽዓተ ላዕለዎት ወተሃደራዊ መራሕቲ ንልዕሊ ሰላሳ ዓመታት ዘገልገሉ ምዃኖም'ውን ተገሊጹ ኣሎ። እቲ ካልእ ትሕዝቶና ድማ ኣብ ዝቕነ በዓል ዕስራ ግንቦት ተመልኪቱ ውድብ ህወሓት፣ ውሱናት ህዝባዊ መድረኻት ከካይድ ዝጸንሐ ኮይኑ፣ ኣብቲ መድረኽ ዝተረኸቡ ወገናት ድማ ንህወሓት ህዝቢ ይሕግዛ እዩ ዘሎ፣ ሕዚ ግዝያዊ ምምሕዳር ትግራይ ውድብ እያ ትመርሖ ዘላ ክበሃል እውን ዘድፍር እዩ ይብሉ። ግን ድማ ካብ ዝተጠቐምናሉ እዋን ቀሊል ኣይኮነን፣ ክሳብ ሕዚ እዚ ዝበሃል ለውጢ የለን፣ ንምንታይ ዝብል ሕቶ ኣቕሪቦም ኣለዉ። ንእግሪ መንገዱ ክርደኣና ኣለዎ ዝብል ሓሳብ ስለዘለኒ እየ። ሕዚ ህዝቢ ከምዚ ኢሉ እናተቓለሰ እንዳሃለወ ግን፣ ቁሩብ ጸገም ኮይኑ ዝስማዓኒ ዘሎ ኣነ ርእይቶይ እዛረብ ዘለኹ ኣብ ናይ ሕዋሓት ግን ድኽመታት እኒሀ ሕጂ ውን ደኺማ ነራ ክትጠፍእ ኢላ ህዝባ ሓይዛ ክትጠፍእ ኢላ ውን ኣጥፊኦምና ነሮም ሕሩጭ ኢሎምና እዮም ግን ታብኡ ድሒና ህዝባ ውን ኣድሒንዎ ኣዩ ድሕነታ ናይ ውድብ ንፈልጦ ውን ጉባኤ ምክያድ እዩ ማለት እዩ ጉባኤ ኣካይዳ መራሕታ መሪጻ እያ እቲ ግዝያዊ ምምሕዳር ዝበሃል እውን ምንም ደኣ ካልእ ሰብ ይተሓወስዎ እምበር ውድብ እያ ትመርሖ። ግን ኣብቲ ኣካይድኡ ህዝቢ ይቃለሶ ኣሎ፣ መራሒ ግን ይዝንግዕ ኣሎ ኣብይ እኳ እንተዘይበልናስ ይዝንግዕ ኣሎ ሕጂ እንታይ ክብል ደልየ ሕጂ ከሕወሓት እግራ ምስ ከኣለ እንታይ እያ ትገብር ዘላ እንታይ መርገፂ እያ ሓይዛ ዝኔቶ ሕገ መንግስቲ ትውነርኩም ዓንቶ ሕገ መንግስቲ ደኣ መጨፍጨፊና እኮ ኮይኑ መሽና ናብኡ ክንከይድ ዋ ዝጨፍጨፈና ዝመሽና ከነስክኦ ብርግጽ ንዓና ዝጠቅም የለን ኣይኮንኩን ዝብል ዘለኹ ኣነ እቲ መነሻ ግን ክንሕዘ ኣለና ሕይ ሕወሓት እንታይ እያ ትብለና ዘላ መርገፂኣ እንታይ እዩ ዘውፅኣቱ ዕላማ ኣለዋ ዶ እቲ ናይ ቀደም ከም ዘለዎ ኮይኑስ ሕይ ካብዚ ንጭፍጨፍ እንደዚ እየ መዛላቂና እንታይ እያ ትብል ዘላ ሕይ እውን ተኸቢብና ኢና ኔና ያው ብዝበለፀ ሕይማ እንተሎ ናይ ዓላማት ናይ ካልእ ጎራውቲ ዓድታት ዝሕወሰ ኩናት እዩ ዘንፀላልወና ዘሎ ቀሊል ኣይኮነን ህዝቢ እውን ክነስተውዕል ዘለና ዘንጸላልወና ዘሎ ሓደጋ ገጂፍ እዩ እምበር ንእሽለይ ኣይኮነን። ናይ ኢትዮጵያ ምርጫ ቦርድ ዝመስረተ እውን ህወሓት እዩ። ንቦርድ መረፃ ዘጣየሸት ህወሓት ሕዚ ቦርድ መረፃ ኣይፈልጠክን ክብላ ሞራል የብሉን ዝበሉ ካብቶም ተሳተፍቲ እንተኾነ ብልፅግና ነዚ ዝገብር ዘሎ መታን ዘሎ ንብረት ህወሓት ንምውራር እዩ ውድብ ህወሓት ማእኸላይ ኮሚቴ ጥራሕ ኣይኮኑን ዝውስነላ ብዓብይኡ ህዝቢ ዘዕሰለት ውድብ እያ። ስንና ከይሸረፍና ዝተጣየሸት ውድብ ዘዕበየትና እያ። ነዚ ድማ እዩ ውድብ ህወሓት ብቦርድ መረፃ ክትስረዝ ዘይትኽእል ዝብል መልእኽቲ ዘሕለፉ እቶም ተሳተፍቲ። ይኹን እምበር ሕዚ እውን ቃልሲ የድልየና እዩ ይብሉ። ኮር ኮይኑ ነቲ ዓዲ ዝመርሕ ዝነበረ እውን ህወሓት እዩ። ሓምሳ ዓመት ዝገበረ እውን እዩ። ንምንታይ ናብኡ ከም ንኸድ ከም ዘለና እዩ ዘይርደኣኒ ዘሎ እምበር ክንገብሮ ዝግበኣና ነገር ግን ኣሎ ዝብል ሓሳብ ኣለኒ። ንሳቶም ከምኡ ዝብልዎ እንታይ እዩ ኮነ ኢሎም ህዝቢ ትግራይ መሪሕ ስኢኑ ኣብ ሓደጋ ወዲቑ ብትንትን ኢሉ ክተርፍ ታኡ ተሃፍቱ እውን ክወልዑ እዮም ደልዮም ዝኩሉ ኣፍልጦይ ንህብን ከም ሓዱሽ ኢና ንምዝግቦ ከምኡ ዝበሃል ውዕል የብልና እናበሉ ሕወሓት ኣርባዓን ሓሙሽተን ማእከላይ ኮሚቴ ኣይኮንኩምን ልዕሊ ክልተ ሚልዮን ምስ ደገፍቱ ዘለዎ ኣካል እዩ። ንኣብ ፊደራል ከይድካ እናጠራዕኻ ትመልሰልና ዶ ኣይትመልሰልና እናበልካ ፀወታ ዘይኮነስ ናይ ብምሉእና ፌርማ ተሰብሲቡ ኣባላት ህወሓት ዝኾንና ብደንብ ዓለም ህዝቢ ክፈልጦ ኣለዎ ክስብ ብፅሑፍ ተፈሪሙ ብምሉኡ ዓለም ህዝቢ እንድሕር ሕጊ ሃልዩ ዓለም ክፈልጦ ኣለዎ እንተዘይኮይኑ ግን ከምቲ ዝበልካዮ ኣፍልጦ ዝህቦ ህዝቢ ትግራይ እዩ። ኣብዙ ዝኒሀ ሰብ ቀሊል የኮነን ሰለስተ ምዕራፍ ዝሰርሐ እዩ ትጅግና ነባር ዓቅሚ ተው ዝኒሀ መንእሰይ ተን ደቀንስትዮ ዋዕሮ ኩሉ ኣብዙ ኮይና ኢድና ጓንቲ ኮይና ዝሰርሐት ከይትሃስስ ብሱሩስ እታ ውድብናስ ውድብና እያ ብደምና ተሃኒጻ እያ ካብ ብህጻንና ዓሰርተ ክልተ ዓመት ተወጺእና ዝሃነጽናያ ውድብና ከይትጠፍኣና ሸተት ከይትብለና ብናይ ባዕልና ብታ ተወዲብና ንሰርሓ ነበርና መዓንጣና ሸጥ ኣቢልና ንስረሐላ ሐዚ እውን ተፈናቐልቲ ንመልሶም ንመልስ ንሕና እውን ኣሪግና ኣይንብልን ሓሚቕና ኣይንብልን ኣብ ገኒ ውድብና ኣለና ንቕድሚትና ሐዚ ውን ኣቲ መራሕቲ ኣትምነኹም ትመርሕና ውን ኣጥዒኹም ብስነስርዓት ገይሩ ይመራሕ ውድብ ውን ይምርሐና ደርጊ መፅዩ ክሓርደክን ክጎምደክን ተባሂልና ኢና ህፃውንቲ ቆልዑ ኮይና ወፂና ሐዚ ውን ንድሕሪት ኣይንብልን ኢና ናብ ዝቕፅል እንትንሰግር ካብ ደገፍቲ እቲ ብኣይተ ጌታቸው ዝምራሕ ጊዚያዊ ምምሕዳር ትግራይ ዝነበረ ኣይተ ጠዓመ ዓረዶምን ደጋፊ ህወሓት ኣይተ ኣረጋይ ገብረክርስቶስ ወይ ድማ ወዲ ቢተውን ፖለቲካዊ ክትዕ ኣብ ሓደ ማዕኸን ሚዲያ ኣቐሪቦም ኣለው። ኣብ ክትዖም ድማ ፀገም ህወሓት ኣብ በረኻ ከላውን እዩ ይገምገም ተባሂሉ ወፍሪ ኣሉላ ስለዘርከበ ደሓር ይኹነልና ተባሂሉ'ዩ ተገዲፉ። ይኹን እምበር ኣብ መንጎ እቶም ማእኸላይ ኮሚቴ ምግምማዕ ነይሩ'ዩ፣ ምጉጅጃል ነይሩ'ዩ፣ ማእኸላይ ኮሚቴ ብፈፀምቲ ስራሕ ተዓፊኖም ይወፁ ነይሮም ይብል ጠዓመ። ኣሉላ ኦፕሬሽን ምጅማሩ ገምጊሙ እዩ ማእኸላይ ኮሚቴ ህወሓት፣ ናይ ሰራዊት መራሕቲ እውን። ኣብኡ እናሃለየ ታይ ቀርዩ መሲሉካ? ህወሓት መሪሕነትሲ ሓድነት የብሉን ንባዕሉ ፈረኽረኽ ዝበለ እዩ ፖለቲካ ክመርሕ ይኽእልን እቲ መኸተ እውን ክመርሕ ኣይከኣልን ኣብ በረኻ እየ ዝለካ ዘለኹ ቀልጢፍ ይተዓራረብ ዋላ ጉባኤ ይካየደ በረኻ ተባሂሉ ይኮ ኖ ኣይኸውንን ምቹው ኣይኮነን ተባሂሉ በቲ ዝነበረ ተመሓላሊፉ እቶም ስራሕ ፈፀምቲ ሓሙሽተ እንዲዮም ነይሮም ሓሙሽቲኦም እማ ክልተን ሰለስተ እዮም ነይሮም ኣብ በረኻ ንሃለዉ ጌታቸው ሰፋን ጌታቸው ረዳን ሓደ ጉጅለ ነይርዎም ካልኦቶም ካልእ ጉጅለ ነይሮም ሓደ ግዜ ከዓ ደብረፅዮን በይኑን ኣርባዕቲኦምን ከዓ ኮይኖም ነይሮም ንደብረፅዮን እውን ከባረዎ ኣብ ሳምረ ተኣኪቦም ነይሮም ልካይ ዝወርሒ ክልተ ሽሕ ዓሰርተ ሰለስተ ስለታ ክብለካ ደልየ ስራሕ ፈፃሚ ዘሎ ናይ ህወሓት ነቲ ውድብ ከም ድላዩ ገይሩ ላሽከርከሮ መፅኡ እዩ ንማእኸላይ ኮሚቴ መበገሲ ገምጋም ከምፅ ከሎ እቲ ማእኸላይ ኮሚቴ ዋላ ሓደ ሰብ ተቃውሞ እንድሕር ኣልዒሉ በቃ ኣይሓድርን እዚ ኮ ዝነበረ ኮዩ ማእኸላይ ኮሚቴ ባዕሉ ገምጊሙ ዘቕርቦ እዩ ስራሕ ፈፃሚ ዝብሉና ንኣምን ነይርና ኢሎም ኣቕሪቦምልና ኣብ ኣብቲ ናይ ካድረ ኣኼባ። እዙይ ዘቕርቡልና ዘለውስ ምስ ጌታቸው ረዳ ዘለዎ ማእኸላይ ኮሚቴ ኣይኮነን። ካፍቶም ሓደ እውን የቕርቡልና ነይሮም። ሽም ምጥቃስ ይከኣል እዩ፣ ንመን ከምኡ ኢሎም ኣቕሪቦም። ኣብ ህወሓት ዝፀንሐ ባህሊ ገምጋም ምጥቕቓዕን እዩ ዝበለ ጠዓመ ኣረዶም፣ ብፍላይ ድማ ወረቕት ሒዝካ ናይ ምእታው ባህርያት ነይሩ። ነዚ እዋን ክሳብ ክበሃል ዝግበኦ ነጥብታት። መን ክጥቃዕ ዝብል ኣጀንዳ ተመሪጹ ኣብ ደገ ምድላው ተወጊንሉ እዩ ዝእቶ ነይሩ፣ ናብ ኣኼባ። ንባዕለይ ብትእዛዝ ክግምገም ተገይሩ'ዩ ይብል። ጎራ ፈሊኻ ምግጣም ተጀሚሩ። ብኸምዚኣ ኢልካ ገምግሞ፣ ወረቐት ሒዝካ ምእታው ኣብቲ ኣኼባታት። ወረቐት፣ ወረቐት፣ ኣተነባቢኹ እዩ ዝግምገም ነይሩ። ንባዕልኻ ከምኡ ኣብኡ ከምኡ ተሳቲፍካ ዶ ትፈልጥ ወረቐት ሒዝካ ገምግም ተባሂሉስ ንስኻ ተሳቲፍካ ዶ ትፈልጥ ምስታ ናይቶም ናይ ተሳተፍቲ ሕቶ እውን ክትከደለይ እየ በፂሑኒ ነይሩ በፂሑኒ በፂሑኒ ክብለካማ ካብ ናይ ንዓለም ገብረዋህድ ዝመፀ ወረቐት በፂሑኒ ነይሩ ኢና እዚኦም እዮም ማለት በቃ እዚኦም ክውድቡ የፍርሱ ኣለዉ እዮም ከለ ከለ ከለ ከለ እዮም ተባሂሉ ወረቐት መፅኡ ኣይ ኖ ኖ እዚ ሲ እንደውም ኣነ ኣቕሪበ እየ ሽዑ ገምጊመ እየ ኣብቲ መድረኽ ወረቐት ተታሒዙ እዩ ዝግምገም ዘሎ ደው ኣብልዎ ካብ ሕወሓት ቤት ፅሕፈት ዝወፀ ዝኸሓዱ ዝብል ሽም ዝርዝር ዓሰርተ ኣርባዕተ ካብ ማእኸላይ ኮሚቴ ኣሎ ሕድሕድ ሰብ ሸውዓተ ሸሞንተ ሰብ ናንበበ ይግምግም እዮም ካብ ጌታቸው ይጅምር እሞ ንደብረፅዮን ንእሽተይ ንኽ ንኽ የብልዎ ንዓለም የንኽእወን ንመንጀርኖ የንኽእዋን ንጌታቸው ሰፋ የንኽእወን በቃ ንጌታቸው ንእሽተይ የንኽእዎ ካብኡ ናብ በየነ ናብ ሓጎስ ናብ ናብቶም ካልኦት ናብ ሰብለ ናብ ካልእ ይኸዱ ተኻሊ ማእከላይ ኮሚቴስ ኣይለዓል ስሙ ወለ እንታይ እዩ ዘመተ ከምዚ ዓይነት ዘመተ ኣየዋፅእናን ድሓር ኣነ ንኣብነት የልዕል ነይረ ኣብቶም ካልኦት ማእከላይ ኮሚቴ ምስ ገምገምኩ ብታሪክ ኣነ ኣብ መድረኻት ብዝኾነ ይኹን ናይ ግዕዝና ይኹን ናይ ካሊእ ተገምጊመ ይፈልጥን ድሕሪ እታ ገምጋም ኣብ ልዕሊ መንጀርኖን ኣብ ልዕሊ ኣለምን ምስ ገምገምኩ ድሕሪ ካልኣይ መዓልቲ ናተይ ገምጋም ሓሊፉ እኮ ወረድ ናተይስ በቃ ወዲአ እየ ነይረ ኣይ ጣዕመ ሰብዜነ እዚአንስ ክንረአየሉ ምስ መድሓኒት ኣሳሲሩሲ ይሕመ እዩ ተባሂሉ ስትርዕዎ ዝብልስ ናብ ናተይ ውዳበ ተራእዩ ዋይ ሆመይ ሓሞናዮን ከምኡ ገምገምናን ኢሎም መሊሶምዎ ማለት ሶታ ይኽለካ ደልየ ምጥቕቓዕ እዩ በቃ ግልፂ ዝኾነ ገምጋም ኣይግበርን ብሕጊ ዝሕተት ሰብ የለን እስኪ መን ተሓቲቱ ኣይፋል ዝብል ኣይተ ኣረጋይ ገብረክርስቶስ ወይ ድማ ወዲ ቢተው ድማ። ኣመራርሓ ብስርሖም እምበር ብወረቐትን ብትእዛዝን ዝተገምገመ የለን ዝብል መልሲ እዩ ዘሎ። ኣይተ ጠዓመ ዓረዶም ውድብ ተሓታትነት ኣየረጋገፀን ዝብል መልእኽቲ እውን ኣሕሊፉ እዩ። ህወሓት ቀንዲ ፀገሙ ኣብቲ ውድብ ዘለዉ ነቲ ውድብ ዘበላሽዉ ኣካላት መዚዙ ናይ ዘይምውፃእ ፀገም እዩ ዘለዎ ዝብል ኣይተ ኣረጋይ ገብረክርስቶስ ድማ ወረቐት ሒዝካ ምግምጋም እኳ እንተዘይነበረ እቲ ምግምጋም ግን ነይሩ እዩ ዝብል ካብ ወገን ጉባኤ ዘካየደ ህወሓት ኣካል ዝኾነ ኣይተ ኣረጋይ ገብረክርስቶስ፣ እቲ ፅፉፍ መሪሕነት ዝበሃል ዘሎ ንባዕሉ ነፃ ኣውፂኡ ንሰባት ብምውንጃል ምፅንዑ ናብ ምሓዝ ዝጎይይ ዝነበረ ስርዓት እዩ ይብል። ናይቲ ፓርትን ናይ ትግራይንስ እንታይ እዩ እዩ ክበሃል ዘለዎ እዙይ ኢና እኮ ሪዞልቭ ክንገብሮ ዘለና ክንምልሶ ዘለና ተማሂርና ተኾይና እንድሕረ ፖለቲካ ንሳተፍ ኣለና ኮይና ዓለም ንከታተላ እንድሕር ኣለና ኮይና ዋና ፀገምናስ እንታይ እዩ ክኾን ዘለዎ እዩ ኣነ ዝብል ኣብቲ ውድብ ዝተፈጥረ ልሕሉሕ መሪሕነት እዩ እየ ክብል ልሕሉሕ ጠዓመ ንኣብነት ተሓታትነት ኣይረጋገፅን ይብሎ ኣብ ኣላማጣ እናሃለኻ እንታይ ሰሪሕኻ ተባሂልካ እንታይ ተሓታትነት ኣብ ልዕለኻ ኣይተረጋገፀን እዩ ኣብ ልዕሊ ከም ህወሓት ኣብ ልዕሊኡ ኣብ ልዕሊ ኣባላቱ ናይ ሕጊ ልዕልና ክሰፍን ኣይገብርን ድዩ ሙሉእ ድዩ ሙሉእ ኣይኮነን ከከራኽረና ይኽእል እዩ ሙሉእ ድዩ ሙሉእ ኣይኮነን ካልእ ጉዳይ እዩ ከም ሓደ ፓርቲ ግን ለይባ ንለይባ ምንም ዓይነት ምሕረት ብዘይህብ መንገዲ ዝቀፅዕ ስትራቴጂን ኣሰራርሓ ነብቲ ውሽጢ ትውድብ እናለሕልሐ ስለ ዝመፀ ማንም ዝረብሕን ዘይረብሕን እናዓንደረ እዩ መፅኦ ኣብቲ ውድብ እየ ዝለካ ኣለኹ ማንም እየ ዝለካ ኣለኹ ማንም ቀጣፊ ሌባ ተኾይማ ንህዝቢ ዘየግልግል ካብ ፖሊስን ስትራቴጂን ናይ ህዝቢ ወያነ ሓርነት ትግራይ ወፅዩ ንህዝቢ ትግራይ ማይ ዘየቕርብ፣ ትምህርቲ ዘየቕርብ፣ ጥዕና ዘየቕርብ፣ ሕርሻ ብኣግባቡ ዘይመርሕ፣ ድኽነት ዘይቐርፍ መሪሕነት ኣብ መሪሕነት ዘይረባረብ ኣብ ዊስክን ኣብ ልፍስፍስን መድሓኒት ኣብ ምሻጥ ዝውዕል መሪሕነት እንተኾይኑ ዝቆርፅ ቆሪፁ ከውፅ ዝኽእል ስትራተጂ ኣብቲ ውድብ ኣይነበረን እዩ ሓደ እዚኣ ሓዘለይ ካልኣይ ፀገምና ካብ ውሽጢ እዩ ዝብገስ እወ ትክክል እዚ ሳይነስ እዩ እገለ ግምግም ነይሩ እገለ ከምዚ ይብል ነይሩ እወ ተገምጊሙ እዩ እወ ይግምገም ነይሩ ግን ኣብ መን እዩ እቲ ሚዛን ዝደፍአ ቅጥፈት ዝተረኸበ ሰብ ዝቐተለ ናይ ሰራዊትና ምስጢር ንፀላኢ የሕሊፉ ዝሃበ መን ድዩ ንምንታይ ሓቂ ኣውፂኻ ዘይትዛረብ ጌታቸው ልዕልነት ሕጊ ክረጋገፅ ዝደሊ እንተኮይኑ ሰባት ብሕጊ ክሕተቱ ዝደሊ እንትዝኸውን ነይሩ ንብርሃነ ሓቂፍዎ ንምንታይ ሃዲሙ ንክንደይ ሓቂፍዎ ንምንታይ ንምንታይ ሃዲሙ ንሓጎስ ንምንታይ ክሃድም ገይርዎ ልዕልነት እኮ ባዕልኻ ኢኻ ትጅምር ኣብ ባዕሉ ክጅምር ዘሎ ጌታቸው እኮ ኣነ ናብ ሕጊ ክቀርብ ኣለኒ ጥፍኣት ፈፂመ እየ ሕጊ ዝበለ ይበለኒ ህዝበይ ምሕረት ይሃበኒ ኢሉ እኮ እዩ ክቀርብ ዘለዎ መጀመርታ ፅፉፍ መሪሕነት ማለት መጀመርታ ንባዕሉ እዩ ክግምግም ዘለዎ ንባዕልኻ ኣብ ዊስኪ ተዘፊቅካ እናሓደርካ ልያው እናተባባዕኻ ልያው ሃድሙ እናገበርካ ከመይ ጌርካ ኢኻ ስኻ ውድብ በስቢሳ ምብስባስ ማለት እንታይ ማለት እዩ? ኣብ መወዳእታ ኣብ ኣዲስ ኣበባ ውድብ ዲሞክራስያዊ ስምረት ትግራይ ፈላማይ ዋዕላ ኣካይዱ። እቲ ኣብ ቀረባ እዋን ኣፍልጦ ዝረኸበ ካብ ህወሓት ተፈንጪሉ ብኣይተ ጌታቸው ረዳ ዝምራሕ ዘሎ ሓድሽ ውድብ ስምረት ላዕለዎት ኣባላት መስረቲ ኣብ ዝተረኸብሉ'ዩ ዋዕልኡ ኣካይዱ ተባሂሉ ዘሎ። መስረቲ'ቲ ውድብ ስምረት ዝኾኑ ኣይተ ጌታቸው ረዳ፣ ኣይተ በየነ መክሩ፣ ፕሮፌሰር ክንደያ ገብረህይወት፣ ብርሃነ ገብረየሱስ፣ ነጋ ኣሰፋ፣ ተስፋኣለም ኢሕደጎ፣ ረዳኢ ሓለፎምን ከምዝኾኑ ኣብቲ መድረኽ ተገሊፁ'ዩ። ኣብቲ መድረኽ ጀነራል ፃድቃን ገብረትንሳኤ ብተዓዛብነት ዕዱም ጋሻን ኮይኑ ተረኺቡ ተባሂሉ'ሎ። ጀነራል ፃድቃን ሐዚ ብውሑዳት መስመሮም ብዝሰሓቱ ንትግራይ ኣብ ከቢድ ፀገም ኣውዲቖማ ስለዘለዉ ካብዚ ዓዘቕቲ ንምውፃእ ህዝቢ ትግራይ ሰሚሩ ቓልሱ ከሕይል ይግባእ ዝብል መልእኽቲ ኣሕሊፉ ዩ። ውድብ ስምረት ንብሄራዊ ረብሓ ትግራይ ጓና እያ ዝብሉ ገለ ተዓዘብቲ ድማ እዚ ንሓቀኛ ፖለቲካዊ ለውጢ እንተዝኸውን ነይሩ ዋላ ብዝድላዩ ኣካል ይመወል ጸገም ኣይምነበረን ይብሉ። እቲ ጸገም እዚ ጉጅለ እዚ ዝደኮኖ ደምበ ሓቀኛ ናይ ፖለቲካ ደምበ ንምዃን ኣይኮነን ጥራሕ ዘይኮነስ ብቂምን ህልኽን ትዕቢትን ተነፊሑ ናይ ፋሽሽታውያን ጨካናት ግፍዐኛታትን ዕላማ ንምዕዋት ኮነ ኢሉ ህዝቢ ትግራይ ንምብታንን ማይ ንማይ ክጠፍእ ንምግባርን ሰይፉ ዝስሕል ዘሎ ሽተላይ ምዃኑ እዩ ክንግንዘቦ ዘለና ይብሉ። እቲ ዝገርም ድማ ኢሎም፣ ናይቲ ደድሕሪ እዚኦም ዝነጉድ ዘሎ ዕስለ እየ ብምባል ኣብ ትግራይ ኣዝየን ብዙሓት ውድባት ኣለዋ። ንምጥቃስ ዝኣክል ውድብ ናጽነት ትግራይ፣ ትግራይ ዲሞክራሲ ፓርቲ፣ ዓረና፣ ሳወት፣ ባይቶና፣ ዓሲምባ፣ ኣኽሱማይ፣ ቃንጪ እንደርታ፣ ራያ ራዩማ፣ ዲሞክራሲያዊ ፓርቲ፣ ተምቤን ዲሞክራሲያዊ ፓርቲ፣ ህወሓትን ዝበሃሉ ውድባት ከም ዘለዉ ይገልጹ። እዞም ውድባት ኣብ ዓለም ዘለዉ ኣተሓሳስባታት ዝኽተሉ ውድባት እዮም። ሊበራል ብሄራዊ፣ ሊበራል ሶሻሊዝም፣ ሶሻል ዲሞክራሲ፣ ልምዓታዊ ዲሞክራስን እቶም ኣብ ትግራይ ዘለዉ ውድባት ክንክተሎም ኢና ኢሎም ዝሓረይዎም ኣተሓሳስባታት ምዃኖም የብርሁ። እዞም ውድባት እንትምስረቱ ከጠናኽር ኢሉ ዝተግ ሓፋሽ ቁጽሩ ኣዝዩ ውሑድ'ዩ ነይሩ። ኣብ ሶፍኡ ኮፍ ኢሉ ብኮራርምቱ እናሰሓቐ ዘባጭው ዝነበረ ሓፋሽ፣ ሎሚ ደድሕሪ'ዛ ስምረት ብዝብል ሽም ፋሽስት ኣብይ ኣሕመድ ትግራይን ተጋሩን ናይ ምብታን ልኡኽ ሒዛ ዝተሰነዐት ወይ'ውን ዝተመስረተት ጉጅለ ሽፋን ክህባ ኢና ንዕዘብ ዘለና ኢሉ'ዩ ዝወቅስ። ካብ ልቢ ዝነቐለ ኮይኑ ዘይኮነስ ናይ ይቦተኹ ምዃኑ ዩ። ግን ድማ ኣብ ቀረባ እዋን በታቲኹን ሰላሊዑን ክድርብየና ኣስናኑ ናይ ዝስሕል ዘሎ ኣረሜናዊ ሓይሊ ናይ ክራይም ፓርትነር ምዃኑ ብግብሪ ከም እንርእዮ እንከይተሓለመ ዝተፈትሐ ሕልሚ እዩ ይብሉ። ኣብ ትግራይ ናይ ውድብ ኮነ ናይ ውዳበ ፀገም የለን። ናይ ሓቀኛ ውዳበ ወዳብን ፀገም ግን ብቃላት ክግለፅ ዘይኸል ፀገም እዩ ንገሊኡ ትግራይ ጀማሪት ውዳበ ፈጣሪት ክሳብ ዝመስሎ ክነጥር ክረኣ ከሎ ዘለናሉ መዋእል ኣዝዩ ዘፍርሕ ምዃኑ እዩ ዝነግረና ዘሎ ይብሉ እዞም ትሕት ኢሎም ገሊኦም ካብ ዓራቶም ተላዒሎም ገፆም እውን ከይተሓፀቡ እንሪኦም ዘለና ሽማግለታት ሎሚ ስለ ወያናይ ልምዓታዊ ዲሞክራሲ ከምህሩና ወይ ብዛዕባ እቲ ኣብ መንገዲ ፍሽለትን ከቢድ ናይ ሰጓማይነት ፀገም ገጢምዎ ዘሎ ነተሓሳስባ ሊበራሊዝም ኮነ ኒዮ ሊበራሊዝም ልዕሊ እቶም ፈጠርቱን ሰብ ዋንኡን ክሰብኩና ልዕሊ እቶም ሶሻሊስታውያን ሶሻሊስት ኮይኖም ወይ ልዕሊ እቶም ሶሻል ሊበራሊስት ወይ ድማ ሶሻል ዲሞክራትስ ብዛዕባ ሶሻል ሊበራል ኮነ ሶሻል ዲሞክራት ኮይኖም ክሃንጹና ዘመናዊ ኣተሓሳስባ ያኢ ተዋናጺፎምስ ዘመናውነት ከስንቑና ከይመስለኩም ላዕልን ታሕትን ዝብሉ ዘለዉ ይብሉ እንታይ ደኣ እቲ ጉዳይ ካልእ እዩ ሎሚ ነቶም ዓለምና ቅድሚ ክፍለ ዘመናት ኮነ ፍርቂ ክፍለ ዘመን ዘመንጨወቶም ኣተሓሳስባታት ብዘይካ'ቲ ናታቶም ዕስለ ካልእ ኣንቢቡ ንምርዳእ ዝኸብዶ ዘሎ ኮይኑ ኣይስመዐንን ይብል እቲ ተዓዛባይ። እቲ ዋና ነገሩ ዝበሎ ድማ እቲ ኣሰላልፋ ግልፂ ምዃኑ'ዩ። እዚ ካብ ትግራይ ኣንሳሒቡ ናብ ሸዋ ኣዝሊቑ ብኢድ ፋሽሽታውያን ክጎርስ ዝረኣ ዘሎ ጉጅለ ዝቐተለልና ግዜ ዝመንጠለናን ክምንጥለና ሃንደፍደፍ ዝቡል ዘሎን ባህግና ከይንምንጠል ባህግና ከይጭወ ብኡ ነምቅላስ ናትና ናይ ሃገርነት ባህግን ሕልምን ተሓንጊጥና እንቃለስ ዘለና ሓቀኛ ብሄራውያን እዩ ይበል። እዚ ጉጅለ እዚ ህዝቢ ትግራይ ከም ህዝቢ ካብ ገፅ ምድሪ ሓኺኽካ ክተጥፍእ ዝወፈሮ ዓዲ ከይትፈርሶ ሰማይ ደጊፉ ዝነበረ ሕዚ ድማ ጠቕሊሉ ደንቡኡ ፈልዩ ኣብ ደምበ ኢትዮጵያዊነት ዝስዕስዕ ዘሎ ጉጅለ እዩ። እዚ ጉጅለ ዝተፈላለየ ናይ ፖለቲካ ሓሳብ ማለት እውን ርእዮት ኮነ ናይ ህዝቢ ሓልዮት ሃልይዎ ኣይኮነን ኣብዚ በፂሑ ዘሎ። ገሊኡ ወዲ እዚ ከባቢ ስለዝኾንኩ እየ ካብ ስልጣነይ ተኣልየ ዝብል ፃምእ ስልጣኑ ዘይረወየ ቂም ቋፂሩ ዝነበረን ኣብቲ ኣጋጣሚ ረኺቡላ ዝነበረ እዋን ቂሙ ንምውፃእ ዝጀመሮ ጉዕዞ ዝተኾለፎ ገሊ ድማ ብነብሱ ኢትዮጵያውነቱ ሕብጭብጭ ዘብሎ እዩ። ካብዚ ጉጅለ እዚ ዋላ ሓደ ንናይ ህዝብና መጻኢ ራህዋ እዩ ኢሉ ደዉ ዝበለ ኣሎ ምባል ኣይከኣልን። ኩሉ ዉልቃዊ ቂሙ፣ ናይ ስልጣን ጻምኡ፣ ኣንነቱ፣ ናይ ኢትዮጵያ ፍቕሩ ወዘተ ዛይድዎ እዩ ኣብዚ ደምበ ተዳጒኑ ዘሎ ኢሉ። እምበር ደኣ ኣብ ዉናት ባይቶና፣ ኣብ ሳወት፣ ዓረና፣ ኣብ ህወሓት፣ ኣብ ዓሲምባ ምሳና ኣሎ ኢሎም ድዮም ዝሓስቡ ኢለ ይሓትት ነታ ሓዲሽ ኣፍልጦ ዝረኸበት ዉድብ ስምረት። እዚ ጉጅለ ብሽም መናእሰይ እንዳሸቀጠ ክነሱ እኒ በየነ መኩሩ፣ ረዳኢ ሓሎፎም፣ ክንደያ ገብረሂወት፣ ኣሰፋ ኣብርሃ፣ ጀነራል ፃድቃንን መሰላቱን ዝግናሕ ደንበ ኮይኑ ክትርእዮ ድማ ዝያዳ ክንደየናይ ሕንከት ኣልቦ ምዃኑ የረደእካ። ብዝኾነ ካብ ብልፅግናዊ ናይ ህልቂት ወንጌል ወፃኢ ካልእ ምንም ዓይነት ዝተፈለየ ሓሳብ ኮነ ኣተሓሳስባ ከምዘይብሉ እታ እንኮ ትሕዝቶ እዚ ጉጅለ ናይ ትግራይ ኢትዮጵያዊነት ምርግጋፅ፣ ኢትዮጵያውነት ኣብ መቓብር ትግራዋይነት ንኽዕምብብ ምግባር፣ ባህጊ ነፃነት መናእሰይ ትግራይ ምቑፃይ ወዘተ እዩ። ካብዚ ዝተፈለየ ዝኾነ ይኹን ትሕዝቶ የብሎምን። እዚ ድማ ዋላ እውን ሕዚ ክትግንዘብዎ እንተዘይክኢልኩም ኣብ ክንዲ እናተገንዘብኩም ከምእትኸዱ ኣብ ከይዲ እናተገንዘብኩም ከመ እትኸዱ ዘጣራጥር ኣይኮነን ዝብል እቲ ተዓዛባይ፣ ብልፅግናዊ መንፈስ ዝሰዓሮ ነውርን ንውርን ምፍላይ ዝሓረሞ ጉጅለ እውን ዝብል ምልከታ እዩ ዘለዎ። ብሰንኪ ጀኖሳይዳዊ ኲናት ትግራይ ኣትያቶ ዘላ መከራ ዘርዚርካ ዝውዳእ ኣይኮነን። ካልእ ኩሉ ከም ዘሎ ኮይኑ፣ ካብ መወቕው መረበቶም ተመዛዊሎም ተሰዲቶም ወዲ ሰብ ክፃወሮ ኣብ ዘይኽእል ፍፁም ስቓይ ኣብ ኬንዳ ክነብሩ ዝተገደዱ ወገናት፣ ሎሚ ውን ሓምሻይ ክረምቲ ኣብ ስቓይ ከሕልፉ ምዃኖም ምሕሳብ ሕልና ንዘለዎ ወዲ ሰብ ድቃስ ዝኸልእ ዋኒን ምዃኑ እዮም ዘቐመጡ። ንሕና ከም ተጋሩ ድማ ኣካል እዚ ህዝቢ ብምዃንና ስቓይ ወገናትና ድቃስ እንተዘይክኢሉና ተጋሩ ኢና ኢልና ክንዛረብ ኣየምሕረልናን። እዚ ኣብ ዘይሓጥያቱ ካብ መረበቱ ተሰዲዱ ተመዛቢሉ ኣብ ኬንዳ ውሽጢ ኩለመዳያዊ ስቓይ ክቕበል ዝተፈረደሉ ለጋሲ ህዝቢ፣ ናብ መረበቱ ተመሊሱ ቀሲኑ ክነብር እዩ ዘለዎ ይብል። ክቡራት ተኸታተልቲ ትግራይ ሚድያ ኔትወርክ ነዚ ሰዓት ዘዳለናልኩም እዋናዊ ዛዕባታት እዚኦም ይመስሉ ነይሮም። ኣብ ቀፃሊ ብኻልእ ትሕዝቶ ክሳብ እንራኸብ ሰሰናዩ ንዓኹም።